ብህልኽ ተደፋፊኤ ኣብ ፍቕረይ የውዲቐ ሂወት ኣቧላሽየ ክገድፋ ዝቐረብክዋ ጓል ንሳ ግን ተመሊሳ ልበይ ብፍቕሪ ጓል ተሳዒሩ ዘይፈልጥ ብፍቕራ ከም ዝሰዓርን ከም ዝምብርከኽን ሰላምታ ኣይረሳዕኹን ፍትዋት ተኸታተልተይ እንኳዕ ብሰላም መጻኹም ሎማዓልቲ ሒዘልኩም ዝመጻኹ መደብ ድማ መደብ ሓቀኛ ዛንታ ዝብል ሓደ ስደተኛ ሓውና ንኣብ ስደት ዘላ ካብቲ ዝነበሮ ሂወት ኣልዒላ ናብ ዘለዎ ሂወት ዘብቀዐቶ ጅግና ጠንካራን ለባምን ኣፍቃሪቱ ዝጸሓፈለይ ዛንታ እየ ሒዘልኩም መጽየ ናብዚ ዛንታ ከብለኩም እየ ላይክ ሼር ሳብስክራይብ ምግባር ኣይትረስዑ ሰናይ ምክትታል። እዛ ዛንታ ከምዚ እያ ትብል ሰላም ኣብን ተኸታተልቲ ኣብን እስኪ ሎሚ ኣነ ውን ጅግንነት ዘፍቅራ ጓል ታሪኽ ክጽሕፍ ፍቅረይ ውን ስለ ትከታተለኪ ደስ ክብላ ስለ ዝደለኹ እየ ምስ ፍቅር ዝተራኸብናሉ ኣብ ዓዲ ኣነ ንወለደይ በኽሪ ውላዶም እየ ናብ ስዑዲ ስደዱኒ ኢለ ዝሸጡ ሸይጦም ተመላሊሰ ግን ምንም ኣይሰራሕኹን እተን ዝሰራሕኽወን እውን ኣብ ዓዲ ምስ ኣተኹ ሰትየ እየ ንወለደይ ከይሓገዝኩ ዘጥፈአን ነይረ። ምስ ጨነቖም መሬት ሸይጦም ቡቲክ ከፊቶምለይ። ወለደይ ኣብ ክንዲ ዝሕግዝ ኣጓላት ምቅይያር ስርሐይ ኢለ ሒዘዮ። ኣብቱ ሰዓት ኣነ ምኩሕ ጅግና ወዲ ምንባረ እየ ዝፈልጥ ነይረ። ካብ ሰሙን ንላዕሊ ምስ ሓንቲ ጓል ምዛር ውርደት ይመስለኒ ነይሩ። እተን ምሳይ ዝቐርባ ክዳን ብነጻ እናተኸደና ዝብለጻኒ፣ ገንዘበይ ዝወስዳ፣ ኣይደልየክንን ኢለየን ዘይግድሰን ናብ ከማይ ዝበለ ዝኸዳ እየ ዝሕዝ ነይረ። ምህርቲ ትሕተኛ ጓል፣ ፋራ፣ እንተፍቂራትካ ምፍላይ እትኣብየካ ዓይነት ጓል እንተገሚተያ ኣይቀርባን ነይረ። እተን ከማይ ዝበላ ኣብ ዝመሸየን ዝሓድራ እየን ንዓይ ምርጫይ ነይረን። ካብእን ሓንቲ ግን መልክዓ ደስ ኢላትኒ ካብ ቁሸትና ክትሰርሕ ዝመጸት እያ ለሚነያ እሺ ኢላትኒ ከም ኣመለይ ጸሊኤያ ትልምነኒ ግን ንክትጸልኣኒ ብዙሕ ጽዒረ ጸሪፈ ይሰዳ ወለደይ ሰሚዖም ለሚኖም ኣይትግፍዓያ ጓል ዓዲ ከኣያ ኢሎም ምሰ ጓላት ምኻድ መስተ ክገድፎ ዘይጸዓርዎ ኣይነበረን ካብኣቶም ክርሕቕ ስለ ዘለኒ ናብ ርሑቕ ከተማ ከይደ ገዛ ተኻርየ ብነጻነት ምስታይን ኣጓላት ምቅይያርን ቀጺለዮ። ሰኺረ ስለ ዝኣቱ ዘዝተኻረኽዎ ገዛ የውጽኡኒ። ኣምስዩ ዝኣቱ ኣጓላት ሒዙ ኣወዳት ሒዙ ዝመጽእ ኣይንደልን ኢሎም ናብ ካልእ ገዛ ይቕይር። ዋና ገዛ ኣብ ስደት ዘሎ ሓዉ ምስ ጓሉ ዝቕመጠሉ እቲ ሓዉ ድማ መምህር ስለ ዝኾነ ካብ ዓዲ መጽዩ ምስ ጓሉ ይቕመጠሉ። እታ ጓሉ ደስ ክትብል፣ መልክዓ ክሪኣ ከለኹ ክትሽኩር ኢለ እየ ኣትየ። ኣምሽየ ክኣቱ ሪኡ ኣቦኣ ይበኣሰኒ፣ ኣነ ድማ ይጸርፎ። ሰኺረ። ንግሆ ተሲኤ ይቅርታ ይብሎ'ሞ ንዕረቕ። ምስ ተደጋገመ ምስ ኣቦኣ ከይንበኣስ ፈሪሓ ጓሉ ኣነ ክኸፍተካ ትኣትወሉ ሰዓት ኣፍልጠኒ ኢላትኒ የፍልጣሞ ቀስ ኣቢልካ ኳሕኩሕ ኢላትኒ ሓንቲ ግዘ ኳሕኩሐ ወፂኣ ትኸፍተለይ ቀስ ኢለ ይኣቱ ገፀይ ክትርኢ ከላ ትፅየፈኒ ሰላም ክብላ ኢዳ ትስሐብ እሞ ንስተ ነጓላት ስሒቕናያ ኣነ ክሓንቃ እናተመነኹ ሓሊፍናያ ንኣቱ። እታ ትልምነኒ። ዝነበረት ጓል ሓቲታ ናብ ዘለኽዎ ተኸቲላትኒ ትመጽእ እሞ ኣብ ገዛይ ኮፍ ትብል። ኪዲ ኢለያ ትኣብየኒ። ዋላ ጓል ሒዘ እናመጻኹ። ምስኣ ኣብ ካንሸሎ ይውዕላ። ደሓን ክቀራረባ ይጅምራ እሞ ትሓምም። ኣርባዕተ መዓልቲ ምግቢ ማይ ምብላዕ ትኣቢ። እንትጨነቐኒ ንዐይ ሓግዝኒ ሕክምና ክንወስዳ ኢለ ይጽውዓ እሞ ውጸለይ ኢላ ኣነ ምስ ወጻኹ ኣትያ ነብሳ ሓጺባ ክዳና ካብ ፌስታላ ፈትሻ ክዳና ቀይራ ጸበል ኣብ ክሳዳ ኣሲራ ምስ ሓለፍ እያ ተዛሪባትኒ እምበር ኣነ ኣይነበርኩን ናብ ካንሸሎ ኣውጺኣ ጸርዩ ዘይፈልጥ ክፍለይ ኣጽርያ ኣቦኣ ስለ ዘይነበረ ሰቲ ገዚኣ ቡን ኣፍሊሓ ምግቢ ሰሪሓ ኣብሊዓታ እናሰሓቐት ጸኒሓትኒ ገሪሙኒ ንዒ ኢላ ኣውጺኣ መኺራታ እንታይ ኢላታ ኣይፈለጥን ምሸት ብኸይ ሓዲራ ኣይደቀሰትን ኣይቀረበትንን ንግሆ ተሲኣ ጸዊዓታ ወጽየን ከይደን ገዛ ተዓጽዩ ኣይተመለሳን ዝመኸረታ ምኽሪ ሕማም እንተሃሊክ ኸ እንታይ ኢኺ ክትገብሪ ንምንታይ ምስዙ ዘይረብሕ ወዲ ትዝምዊ ንንእስነትኪ ኣይትፈርሕን ዲኺ እንታይ ርኢኺሉ? ሓጢኣት እውን እዩ። ተመርመሪ፣ መፅብዓ ተመፃብዒ፣ ነፃ ክትኮኒ ክንፅሊ ኢና። ኢላ ኣደፋፊራ ወሲዳኣ መርሚራታ። ክስካብ ሰዓተን ዝኣክል ኣብ ቤተ ክርስቲያን እናነብዐት ጥራሕ ነፃ ይኹን እምበር ኣይምለስን እናበለት ጸልየን ከይደን። ነፃ ተባሂላ። ምሸት ክዳውንታ ወሲዳቶ ኣብ ናታቶም ገዛ ድምፃ ሰሚዐያ። በይነ እየ መፅየ ነይረ። እንታይ ኮይንኪ ምስ በልክዋ እናሰሓቐት ኣይደልየካን ኢላትኒ ተመሊሰ ወጽየ ብሕርቀት ጓል ሒዘ መጽየ ኳሕኲሐየን ምንም ኣይመሰላን ስሒቓትኒ ኣትየን ሓዲረ ብሕርቀት ድቃስ እናኣብየኒ ጓል ኣብያትኒ ኣይትፈልጥን ኒሕት ሒዛትኒ ቀትሪ ንዓኣ ክሕርቕ ካልእ ጓል ሒዘ መጽየ ጸጉራ ተሰሪሓ ደሚቓ ጸኒሓትኒ ካብ ዝረኽባ ንደሓር መልክዓ ጠሚተዮ ዘይፈልጥ ጠሚተያ ዋላ ፍቕረይ ድምቕ ኢላ እያ ተራእያትኒ ናብ ገዛ ምስ ኣተኹ ጸኒሐ ወጽየ ኣቦኣ መጺኡ ገዛ ተዓጽዩ ጸኒሕዎ ስራሕ ረኺባ ናብ ስራሕ ክተእትዋ እያ ወሲዳታ ነይራ ክምለሳ እሞ ክሕርቐን እናተጸበኹ ፍቕረይ በይና ተመሊሳ ኣበይ ደኣላ ምስ በልክዋ እናሰሓቐት ኣብ ስራሕላ ኢላትኒ ኸይዳ ንሳ ከም ዝመኸረታ ተረዲኤ፣ ኣብ ፍቕረይ ከውድቓ ኣታሊለ ክገድፋ ከም ዘለኒ ወሲነ። ግን ኣይትቐርበንን። ድሕሪ ሓሙሽተ ወርሒ ተመሊሳ መጺኣ። ንሰቦኣ ኮይና ከፋንውዋ ርእየዮም። ናብ ዓድና እዩ መሲሉኒ ነይሩ፣ ግን ለካ ናብ ስዑዲ እዩ ነይሩ። ኣፋንዮምዋ ተመሊሶም። ናብ ዓዲ ድያ ኢለዮ። ቅልጥፍ ኢላ እወ ኢላትኒ። ድሕሪ ወርሒ ስዑዲ ኣትያ ኢላትኒ። እናደወለትላ ድምፀይ ኣስምዕዮ ኢላታ ኣስሚዓትኒ። ሽዑ ክቐትላ እየ ተመንየ። ኩሉ ገዲፈ። ብሰዓተይ ገዛ ምእታው፣ ምስ ኣቦኣ ምቅርራብ፣ ካብ ኣጓላት ምርሓቕ ጀሚረ። ኣቦኣ ናብ ገዝኡ ምሸት ምሸት ይፅውዐኒ፣ ንቀራረብ። ዘታልለላ መዓልቲ እናቖፀርኩ ብዙሕ ፅዒረ። ግን ጠንካራ እያ። ዕድል ኣይሃበትንን። ብጥንካረኣ ተገረምኩ። ልቦናኣ፣ ትሕትናኣ፣ ንዓይ እትመኽረኒ ምኽሪ ህይወተይ ዝቕይር። ወለደይ ክንደይ ዓመት ዘይሰማዕኹዎም ናታ ግን ሕማም እንተተትሓዝካ፣ እዛ ንእስነትካ ከንቱ ክትተርፍ፣ ወለድኻ ክተሳቒ፣ እናተጠዓስካ ክትነብር እንታይ ክገብረልካ? መስተ እኮ ህይወት፣ ገንዘብ፣ ንእስነት፣ ጥዕና ኩሉ እዩ ዘኽስር እናበለት ኣቦኣ ካብ ዘንበበላ መጻሕፍቲ ትፈልጦ ዛንታ ብጥበብ ብዝርድእኒ እያ ትዛረበኒ ገለ ኣለዎ ምኽራ። ጥበባ ዘኪረዮ ዘይፈልጥ ክዝክርን ክፈርሕን ገይሩኒ። ጓል ምቅይያር ምልክት ውርደት ምዃኑ ተረዲኡኒ። ኩሉ ከም ዝጸልኦ ንጥዕናይ ከም ዝፈርሕ ከም ዝጽሊ ገይራትኒ ብጥበብ። ወለደይ ምሕጋዝ ጀሚረ። ወለደይ ደቂሶም ክሓድሩ ጀሚሮም። ብህልኽ ዝቐረብክዋ ኣብ ፍቕራ ወዲቐ ንኽሓታ ድፍረት ስኢነ እናተጸበኹ ኣብ ክረምቲ ምስ ኣቦኣ ዓዲ ከይዶም ብኡ ጌራ ስዑዲ ከም ዝኸደት ኣቦኣ ኣብ ነሓሰ ነጊሩኒ። ህይወት ጸሊኤያ። ኣራኸበኒ ኢኻ ኣብ ዝደወለቶ ሰላም ክብላ ኢለዮ ኣራኺቡኒ። ናብ ገዛ እትው ኢለ ቁጽራ ናብ ሞባይለይ ጽሕፍ ጽሕፍ ኣቢለ ቀልጢፈ ወጽየ ሂበዮ። ሚስኮል ጌረ ደዊለ ኣይተልዕለንን። ኣብ ፌስቡክ ጽሒፈ ሽማ ኣይመጸለይን። ኩሉ ነገር ኣጽልዩኒ። ቡቲክ ሸይጠ ወለደይ ከይነገርኩ ስዑዲ መጽየ። ቁጽራ ኣብ ቃለይ ሒዘያ ስለ ዝነበርኩ ኣብ የመን ኮይነ ደዊለላ ኣልዒላትኒ ስዑዲ ኣትየ ምድዋል ጀሚርና ልቦናኣ ጥንካረኣ ወሲኸትሉ ሓሲበዮ ዘይፈልጥ ክሓስብ እያ ትገብረኒ ናይ ውሽጠይ ምሽጥር ኣማኺረያ ዘዕግብ መልሲ ትምልሰለይ ብሙሉእ ልበይ ወሲኸ ኣፍቂረያ ሓቲተያ ኣብያትኒ ሰለስተ ዓመት ጽዒረ እሺ ኢላትኒ ተሓጒሰ ብዓዲ ወዲኤላ ገዛና ገዚእና ኣነ ኣብ በረኻ ንሳ ኣብ ስራሓ ኣብ ስደት ካብ ትመጽእ ብቪድዮን ብፎቶን ጥራሕ እየ ዝሪኣ ተራኺብና ኣይንፈልጥን ባህርያታ ዝፈልጡ ደቂ ዓዳ ተዓዲልካ እንታይ ጎዲልኒ ክትብል ትኸውን ንዚኣ ረኺብካ ኩሉ ዝርከባ ጓል ብኸመይ እያ እሺ ኢላትካ እዮም ዝብሉኒ እታ ዝመኸረታ ጓል ኣብ ስዑዲ ጠንኪራ ሰሪሓ ተለዊጣ ዓዳ ኣትያ ሓዳር ጌራ ኣላ ይቅርታይ ተቀቢላ ኣብ ጽቡቅ ሂወት ኣላ ዓድና ኣቲና ክንማራዖ ቀሪብና ኣለና ንዓና የማስልኩም ዝብል እዩ ዛንትኡ። ካብዛ ዛንታ ደቂ ተባዕትዮ ኣሕዋትና እንታይ ተማሂርኩም ደቂ ኣንስትዮ ኣሕዋትናኸ እንታይ ተማሂርክን ኣነ እዚ ናይ ደቂ ተባዕትዮ እኳ ባዕሉ እንታይ ከም ዝተምሃረ ኣብ ከመይ ዝወረደ ደረጃ ነይሩ ድሕሪ ግዜ ግን ዝወረደ ደረጃ ምዃኑ ከም ዝተረድኦ ባዕሉ ከም ጽሒፉልና ዘሎ እዩ ካብዛ ጓል ኣንስተይቲ ግን ብዙሕ ነገር የድኒቐላ፣ ጥበባ፣ ልቦናኣ፣ ጥንካረኣ ብኩሉ ነገራ ብጣዕሚ እየ ኣድኒቐያ። ብዙሕ ድማ ተማሂረላ ኣለኹ። ንስኻትክን እውን ብዙሕ ክትመሃራላ ተስፋ ይገብር። እንታይ ከም ዝተምሃርክን በዚ ኣጋጣሚ ኣብ ኮሜንት ከምቲ ኩሉ ግዜ ጽሓፋለይ። ንሎማዓልቲ ዝነበረትና ጻንሒት እዚኣ እያ ትመስል። ኣብ ቀጻሊ ቪድዮ እስካዕ ንራኸብ። ሰሰናዩ ንዓኹም። ባይ ባይ።